ሰላም ከመይ ትኾኑ ክቡራት ተኸታተልቲ ረድዮ ጃዮ ከምቲ ቐጻሊ እንገብሮ ንሎሚ ድማ ሓደ ጋሻ ሒዝናልኩም ቐሪብና ኣለና ጋሻና በረኸት ዕቑባ ሚካኤል በራሙ ይበሃል ብዙሓት ካባኹም ኣብዚ ቐረባ እዋን ብዘውጽኣ ቪድዮ ኣላሚዳ እትብል ቪድዮ ትፈልጥዎ ትኾኑ ኢኹም። ብተወሳኺ ድማ በረኸት ኣብ ስነ ጥበብ ንውሕ ዝበለ እዋን ዝሰርሐ ኣዝዩ ሓያል ዘያሚ እዩ። ልዕሊ ሚእቲ ዜማታት ንብዙሓት ደረፍቲ ሰሪሑሎም ኣሎ። ንዝያዳ ሌላ ሕጂ ብቐጥታ ምስኡ ከራኽበኩም እየ። በረኸት ኣብ መስመር ኣሎ። ሄሎ በረኸት።
ሄሎ
ሕራይ በረኸት ረድዮ ጃዮ ኢና ደው ኢልናልካ ዘለና ሕጂ ቁሩብ ብዛዕባ እዛ ኣላሚዳ እትብል ሓዳስ ደርፍኻ መዓስ ከም ዝወፀት እቲ ሓፈሻዊ ናታ ትሕዝቶኣ ክትነግረና ኦኬ ኣሰራርሓኣ ክልተ ሽሕን ዓሰርተ ትሽዓተን ወርሒ ሓደ ኢና እታ ክሊፕ ስኢልናያ ኣውዲዮ ከዓ ዳርጋ ወርሒ ሓደ ማለት እዩ እቲ ኣውዲዮ ከዓ ዳርጋ ነዊሕ እውን ኣይገብርን ኣቢዩስ ናይ ሓደ ወርሒ ጋፕ እዩ ኔርዎ። ግጥሚ ዳንኤል ሓድሽ ኢንፊኒቲ ዝሰርሖ ዜማ ከኣ ባዕለይ ማለት እዩ። ቅድሚ ሕጂ ውን ደርፍታት ኔርካ እዩ ከምዚ ድራናዮ ዕሰለ ወነይ ተላዕለ ኣውሎ ዝብል ደርፍታት እሞ ዳርጋ ኩሉ እቲ ደርፍታትካ ምስ ጓይላ እዩ ዋላ ትሕዝትኡ ህርሞቱ ጓይላ እዩ ሕጂ እንታይ እዩ ክንድኡ ናብ ጓይላ ክትጥሕል ደፊኢካ ቅድሚ እኳ ኣጅዛ ዝበልካያ ዝዓሰለ ወለ ይተልዓለ ኣውሎ ገለ ዝብል ዘሎ ደርፍታት ኣብ ኤልዋኢ ቲቪ ተጻዒኑ ዘሎ እዚ ቅድሚ ኣርባዕተ ዓመት ሰለስተ ዓመት ዝሰራሕክዎ እዩ ኣልቡም እያ እዚ ኣልቡም ክሰርሖ ከለኹ ናይ መርዓ ማለት እዩ ኣብ ሃገርና ውሕድ ኣልቡማት እዩ ዘሎ ናይ መርዓ ዝተሰርሐ ማለት እዩ ጃኣነ ኣብ መርዓ ጓይላ ጸዋተይ መርዓ ይጻወት እየ ተረዲካኒ ዝወላ እቲ ኣርት መሰረቱ ናይቲ ኣርት ከማን ካብ ጓይላ መርዓ ክጻወት ዝጀመር ከ ብኡ እዩ ክሳይ ስምዒት ኣዳሕዘረለይ ማለት እዩ ደርፊ ከጀምር ከለዎስ ንዑ ሰሪሐ ነቲ ኣልበም ማለት እዩ ተረዲካኒ ሕጂ ናብ ጓይላ ንምንታይ ኬድካ ዝበለካሲ እሱ ከብዚ ባህላዊ ብዕላማ ዝሰራሕኮ ንናይ መርዓ ኢለ ዝሰራሕኮ እዩ ኣብ ስርሐይ ንክሕግዘኒ ፕላስ ከም ዝተመልኡ ዲጀይ ድጻወትካ እናሃና ናይ ዓድና ኣይነበረናን እዚ ናይ ኣንበስ ሽሙ ኣሎ ሓደ ኢትዮጵያዊ ናቱ መብዛሕትኡ ግዜ ኣብ ዲጄ ይሰምዖ ነይረ ንምንታይ ከምዚ ከምዚ ኣብ ሃገርናስ እንታይ ዘይስራሕ ንሕናስ ከምኡ ክንሰርሕ ዘይንኽእል ከምኡ ብምባል ኣነ ከኣ ከምኡ ኣዳልየ ማለት እዩ እምበር ኣነ ዘመናዊስ ይፈቱ እየ ጓይላ ጥራይ ኣይኮንኩን ዝፈቱ እሳ ግን ካሴት ምልእቲ ጓይላ እያ ማለት እዩ ንመርዓ ተሰርሐታ ካሴት እያ ንመርዓ ተሰ ካብ መጺኻ ኣልዶ ክሳብ ዕሰለ ኣብ መርዓ ዝጽወት ደርፍታት ኩሉ ዋላ ትብሎ ኣሎ ናይ ህዝቢ ገለ ገለ ፈጠራታት ኣለዎ ዝበዝሕ ናይ ህዝቢ እዩ
ኣጀማምራኻ ናይ እቲ ሙዚቃውን ምስ ጓይላ ተኣሳስር ዶ ኸውን? እወ እወ በቃ ከም ዝብለካ እዩ ኣነ ናይ ስቱድዮ ገለ መለ ቅድሚ ናብ ስቱድዮታት ገለ ምኻደይሲ ማለት እዩ ቅድሚ ካልእ ህይወት ናይ ትልሂት ገለ መለ ኣለኒ እንድዩ ግን ሕጂ ብዛዕባ ናይ ደርፊ ካብ ጀመርና ንመርዓይ ኢለ ኢለ ክጻወት ምስ ጀመርኩ እዩ ንመርዓይ ኢለ ክጻወት ጀሚረ ጓይላ ንጻወት ብድሕሪኡ እዚ ናይ ጓይላ ዝጻወት ዘለኹ ከማዕብሎ ኣብ ሲዲ ዘርጊሐስ ሓደ ፍሉጥ ናይ ጓይላ ደራፋይ ክኾኑ እሞ ብጽቡቅ ስራሕ ንክትረክብ ከምኡ እዩ ነይሩ እቲ ዕላማ ከምኡ ኢለ ናብ ስቱድዮ ክመጽእ ምጀመርኩ ናብ ካልእ ካልእ ነገራት ማዕቢሉ ማለት እዩ። እዚኣ በራሙ ከ እንታይ ትኸውን? በራሙ በራሙ ከምዚ ኣብ ኣብ ኮለጅ ብኸማ እዮም ዝጽውዑኒ ነይሮም ኣዕርኽተይ ቅድሚኡ ካልእ ሳጓ ነይራትኒ ናይ ገዛውትና ኣብ ገለገለ ክረዲት ከማን ምናልባት ሪኢኹማ ትኾኑ ቻሩ ኣብቅሓውታ ብቻሩ እየ ዝፍለጥ ነይረ። ድሕሪ ከኣ ከም ዝብለካ ኣብቲ ኮሌጅ ከኣ ብበራም ንፍለጥ ነይራ ንፈልጦ ኢና እቲኣ ዝብለካ ቻሩ ናይ ቀደም እያ ደስ ትብል እያ ካብ ቻሩስ በራሙ ተሓይሽ ተኾነ እስከ በረኸት ሕጂ ናብቲ ድሕረ ባይታኻ ቁርብ ምልስ ኢልና ከነዕልል ኣተኣታትዋኻ ናይ ሙዚቃ ኣብ ቤት ትምህርቲ ወይ ጉጅለ ባህሊ ገለ ትነጥፍ ነርካ ድያ
ኣብ ቤት ትምህርቲ ገለ ገለ ኣይነጥፍን'የ ነይረ፣ ምናልባት ኣብዚ ኣብ በዓል ማይነፍሒ ገለ ገለ ኣቲና ከለና ብሽዑ ሳዕሲዒት'የ ዝስዕስዕ ነይረ፣ ሂፖፕ ዝስዕስዕ ነይረ፣ ሳልሳ ገለ መለ ደርፊ ዘይኮነስ ሳዕሲዒት። ሽዑ ኣብቲ ሳልሳይ ዓመት ገለ ገለ ኣብኡ ሽዑ ናይ ደርፊ ገለ ሽዑ ጀሚረ ማለት ሽዑ ከማን ምስ ደርፊ እዚ ክብለካ ናይ ጓይላ ገለ ክጻወት ምስ ጀመርኩ ማለት ድጋም ደርፊ ገለ ገለ መለ ይደርፍ ነይረ ናይ ኢንተር ኮሌጅ ውድድራት ገለ ምሽ ኣሎ ናይ ኢንተር ኮሌጅ ውድድራት ነይሩ ዳርጋ ንኮሌጅና ዳርጋ ክልተ ግዜ ከማን ኣዕዊታያ ነይረ ሐራይ በረኸት ናብታ ኣላሜዳ እትብል ክሊፕካ ክንምለስ እዛ ክሊፕ ዳርጋ ኩላ ኣብ መርከብ እያ ተሳኢላ እቲ ኣብኡ ዘሎ ምንቅስቓሳት ሳዕስዒት ኣዝዩ ጽቡቕ እቲ ስእሊ እውን ኣይርብሸካን እዩ ብዙሕ ጽባቐ ኣለዋ ኣብዚ ቀረባ እዋናት ግን ብዙሕ ካብቲ ክሊፓትና ኣብ መርከብ ይኸውን ኣሎ ከምኡ ተመሳሰልቲ ክሊፓት ገለገለ ርኢ ኣለኹ ንምንታይ ከ ኣብ መርከብ ኣብ ባሕሪ ክትከውን መሪጽካያ እዛ ክሊፕ እዋ ሕጂ እቲ ሰቲን ወላ እቲ ሓፈሻዊ እቲ ኣብኡ ዘሎ ባህርያት ናይ ዳይሬክቲን ሓላፍነት እንድዩ ሓደ ደራፋይ ንሓደ ዳይሬክተር ምስ ሃቦ ኩሉ እዩ እቲ እቲ ቦታታት ድዩ ገለ መለ ባዕሉ እዩ ናቱ ሓላፍነት እዩ ሕጂ ማይናስ እዩ ማይናስ እዩ ኣቢለ ሓንቲ መርከብ ኣላ ብስእሊ ርኢኒ ከምዚኣ ከምዚኣ ኣላ መርከብ ኢልና ኣርእዩኒ ፈቴያ በቃ ጽብቅቲ ብ ኣጋጣሚ ክገርመካ ናይ ሰለስተ ሰሙን ናይ ወርሒ ፍልልይ ነይሩና ምስ ናይ ቃልኣብ ማለት እዩ ሕጂ እታ መርከብ ናተይ ኣነ ኣብ ናይ ቃልኣብ ኣይረኣኹዋን ገለ ምምስሳል ኣሎ ኦፍኮርስ ኣብ ቀይ ባሕሪ ኣብ ማሳያ ስደት ተሳኣለት ገለ ምምሳላት ኣሎ ኣነ ውን ዋላ ሓንቲ ምምሳል ኣይረኣየንን እዩ እታ ናተይ ክሊፕ ኣብ ናይ ቃልኣብ ማለት እዩ እቲ ጽባቀ ናይ ባሕርታት ናይ ባሕርናሲ ጥዑይ ጌሩ ከማን ኣይተበለን ዶሎ ኣይተመዝመዘን መን ቃልኣብን ኣብኡ ተሳኢልናሉስ እንታይ ዝውዳእ ኣይኮነን ማለት እዩ እቲ ቦታታት ወይ ጽባቀታት ማለት እዩ ተረዲካኒ እዚ ተመሳሳልነትሲ ቁሩብ ናይ ግዜ ኣብ ቀረባ ግዜ ናይ ድሕሪ ናይ ቃልኣብ ሽዑን ሽዑን እሞ ኣብ ሓንቲ ዓይነት ሜድያ ኣብ ሓንቲ ሜድያ ስለ ተዘርግሐ ገለ ገለ ንምሳል ክመስል ዝኽእል ኢለ። ብዓቢኡ ውን እቲ ባሕርና እሱ ብዓይኒ ኮራል ደሪፉ እስኻ ከኣ ዋላ እቲ ሰማዩ እቲ ባሕሩ ከኣ ጽቡቅ ጌርካ ኣርኢኻና። ናይ ዳይርክተራት ካብ የልዓልካ ግን ኣብኡ ከለኹ ምስ ሚኪኤል ኣብርሃም ሸጡ ምስኡ ውን ሰሪሕኻ ኔርካ ኢኻ መስለኒ ቅድሚኡ ሓንቲ ደርፊ ኔራትካ። ዮናስ ማይናስ ድማ እዛ ኣላሚዳ ሰሪሒልካ። እወ ክልቲኦም እዮም ሕጂ ብዙሕ ዝሰርሑ ዘለዉ ምስ ክልቲኦም ከባእሰካ ይደልኒ ግን ነጻ ኮንካ ቁሩብ ብብልጭኦም ዕለኒ። እወ ብብልጫታቶም ኣለዎም ከምዚ ዝበልካዮ ሕጂ ናይ ኣጋጣሚ ክልቲኦም ኣብ ባጽዕስ ክልቲኦም ኢሎምለይ እዮም። ናይ ሚኪኤል ኣብርሃም ሸቶ ቀንዲ ባጽዕ ክንወርድ ዝግበኣና ኔሩ ምኽንያቱ ኣብቲ ግጥሚ ኣብቲ ገምገም ባሕሪ ኣብቲ ወሰን ወሰን በይነይ ኮፍ ምባለይ ባሕሪ ተሓጎሰን ኮሚታት ዝበሃላ ምስ ባሕሪ ምትእስሳር ዘለዎ ኣበሃህላታት ስለ ዝነበረ ግድን እዩ ኔሩ ኣብኡ ናብኡ ክንወርድ ማለት እዩ ተረዲእካኒ ሕጂ ብዛዕባ ብልጫታቶም ከኣ ክልቲኦም ንፉዓት እዮም ንፋዓት እዮም ኣብ ሞያኦም ከምዚ ከተዋዳድሮም ከኣ ብዙሕ ኣጸጋሚ እንድዩ ነናቶም ብልጫታት ኣለዎም ክልቲኦም ብሉጽ ስራሕ ኣለዎም ማለት እዩ ረዲካኒ ብዙሕ ስራሕ ሸጡ ኣዝዩ ብዙሕ ስራሕ ይሰርሑ ካብ ናይ ማይናስ ማለት እዩ ሕጂ ማይናስ ከዓ ዋላ ውሕዳት ስራሕ እተን ዝሰርሐን ብብነትን ዳርጋ ብሉጻት እየን ኩለን ሸጡ ከዓ ብጣዕሚ ብዙሓት ብሉጻት ኣለዎ ገለ ገለ ከኣ ብሰንኪ ፋይናንሻል ብዘይ ገለ መለ ገለ ድኽም ዝብል ክብል ዝኽእል ክሊፕ ዝህሉ ኮይኑ ግን ንፍዕ ብጣዕሚ ንፍዕ ንፍዕ ዳይሬክተር ብዝኾነ ግን ክልቲኦም ብጻዕሮምን ብስርሖምን ኣዝዮም ክምስገኑ ዝግብኦም ዳይሬክተራት እዮም ሚካኤል ኣብርሃም ሸጡ ብቲ ብብዝሒ ዝቕርቦ ዘሎ ክሊፓት ዮናስ ማይናስ ድማ በቲ ካብ ግዜ ናብ ግዜ ኣዝዩ ብሉጽ ዝኾነ ዝቐርበልና ዘሎ ስራሓት ማለት እዩ ከምቲ መስሓቕ ድዩ ኣብቲ ዳይረክት ክገብር ከሎ እንዳስሓቐካ ዳይረክት ትገብር ይገርመካ እዩ በቃ ይገርም ከምዚ ክትብገስ ከለኻ ከምዚ ንስራሕ ተበገስካ ኮይኑ ይስምዓካ ከምዚ ናብ ምዝንጋዕ ተበገስካ ኮይኑ ይስምዓካ ኣነ ብዘይ ምቁራጥ እየ ዝስሓቀካ ማራ እዩ ብጣዕሚ መስሓቕ ዋላ ኣይደክምን'ዩ ኣይደክምን'ዩ በቃ የስሕቐካ ይሰርሕ የስሕቐካ ይሰርሕ'ዩ ሕጂ ኣብ ስራሕ ኣብ ግዜ ስራሕ ብጣዕሚ ሲርየስ'ዩ ካልእ ሰብ'ዩ ዝቕየረካ ክገርመካ ካልእ ሰብ ትጸልኦ ከማን ኣብ መንጎ ንእሽተይ ወላ ሓንቲ ከምዚ ኣይዛነን'ዩ ማራ'ዩ ዝተረካ ብጣዕሚ'ዩ ዝተረካ ብጣዕሚ ሲርየስ ኣብ ስርሑ ማለት ኣብታ ስራሕ ሕጂ ምንም ሰብ በለት ወላ ሓንቲ ከምዚ ሓደ ኮሜድያን ገለ መለ ትርስዖ ኢኻ በቃ ወጸካ'ዩ ማራ ተገዲሱ ይሰርሖ ጽቡቕ ሳላ ዕቱብነቱ ድማ ከም በዓል ዝኣላሚዳ እትብል ቪድዮኻ ዝኣመሰለ ብሉጽ ፍርያት የበርክተልና ኣሎ እዛ ቪድዮኻ ለካቲት ሸውዓተ እያ ኣብ ዩቱብ ተጻዒና ኣብዚ ሓፂር እዋን ድማ ናብ ከባቢ ሓደ ነጥቢ ሓሙሽተ ሚልዮን ዝጋማገም ቪውስ ረኺባ ኣላ እስከ ሕጂ በራሙ እዛ ክሊፕ ምስ ተሰርሐት ክንዲ ዝኣክል ተረኣይነት ክትረክብ እያ ዝብል ትፅቢት ነይርካ ዶ? ብዘይ ምግናን በቃ ተጸብየ እየ ምክንያቱ ኣነ እዛ ቅድሚ ሕጂ ሰራሕኳ ቦቲ ዜማ ኣነ ኮንኩ ሰሪሐ ነይረ ተረዲካኒ እዚኣ ባዕለይ ዜማ ሰራሕኳ እያ ሕጂ ካልኦት ከዓ ነይሩ ምናልባት ክሬዲት ርኢካ ትኾንካ ካልኦት ዓበይቲ ደረፍቲ ዝሰራሕኩ ብዙሕ ስራሕት ኣሎ ከምዚ ደራፋይ ጥራይ ደይኮንኩስ ከም ዘያማይ ከኣ ሕጂ እቲ ኣነ ኣነ ዝሰርሖ ስርሓት ዳርጋ ኣምላኽ ይመስገን ጽቡቕ ይወጽእ ጽቡቕ ገብል ሕጂ ነዚኣ ከኣ ተነኪሐ ሰሪሓ ብኹሉ ነገራታ ከኣ ካብ ግጥሚ ስጋብ ሙዚቃ ስጋ ቪድዮ ክሊፕ ከምዛ ዘርኣኸያ ተጠንቂቐ ሰሪሓ ኩሉ ግቡኣ ዝበሃል ምስ ኣፍሰስኩላ

ደስ ኢልቲ ኮይና ማለት እዩ። ኣብ ገዛኹም ከ ካልእ ኣብ ሙዚቃ ዝነጥፍ ኣሎ ድዩ ዋላ በይንኻ ኢኻ?
ኣይ ምናስ ሓው ኣለን ምናስ ሓው ኣለን ኪቦርድ ዝጻወት ኦኬ ኪቦርድ ዝጻወት ኣለን ምናስ ሓው ኦ ጽቡቕ ንስኻ ከ እንታይ እንታይ መሳርሒ ሙዚቃ ኢኻ ትመልኽ? ክራር በቃ ክራር ክራር ኣብ ክንደይ መርዓ ክውን ክራር ሒዝካ ሓዲርካ ኣላ? ክንደይ ክትብሎ ክንደይ ብዙይ ብዙይ ጽቡቕ እስኪ ተድንቖ ደራፋይ መን እዩ ወይ ከም ሞዴል ትሪኦ ደራፋይ። ሞዴል ናተይ ሞዴል ናተይ ቆርጫጭ እዩ። ቆርጫጭ ፋይን ወርጫ ኦ ጽቡቅ ተድንቆ ኢኻ
ብጣዕሚ ፈቶ እየ በቃ ካሴት ከ ተድንቃ ካሴት ከ ዘንቃ ካሴት ናይ ጣኒቆ ናይ ጣኒቆ ብታ ካሴት ብጣዕሚ እየ ዘንቃ ኣብ ፅቡቅ ዕድሜያ እውን ረኪባትና መስለኒ ናይ ጣኒቆ
በቃ ሽዑ እዎ ክበረክት ናይ ዜማታት ስራሕካ ቅድሚ ምልዓልና ኣብዛ ላሚዳ ትብል ስራሕካ ዝተሳተፉ ገለ ከተመስግኖም ትደሊ ንዮናስ ምሕረት ኣብ ማይናስ ብልቢ ከመስግኖ ደሊ ንኣቤል ኣቤል ሃይለ ካሜራማን ዋላ ኢቭን ኤዲተር ማለት እዩ ክልቲኦም ብጣዕሚ ከምስልሞም ደሊ ሰሎሙን ገብሪ ህይወት ኮምፖዝ ዝገበረለይ ብጣዕሚ እዩ መስግኖ ብጣዕሚ በቃ ምስኡ ጥራይ ክሰርሕ ደሊ ኣብ ኤርትራ እዩ ደሊ ሕጂ ሓደ ብጣዕሚ ንፉዕ ኣርቲስት እዩ ቤዝ ፃወቲ ክራር ከዓ ይፃወት ነዚ ሰብዚ ብጣዕሚ ከመስግኖ ደሊ ኣብ ስርሐይ ብጣዕሚ ሓጋዚ ዝኾነ ሰብ ቃሎት ቃሎት እናብዛሕ ብሓፈሻ ኣብዛ ዋላ እቶም ተዋሳእቲ ብምልኦም የመስግኖም ኣብዛ ክልል ናተይ ስራሕ ንምጽባቅ እተሳተፉ ሰባት ማለት እዩ። ኣብዚ ቀረባ እዋን ከ ደርፊ ክንጽበ ዲና ካባኻ?
ያ ሕጂ ከም መደብ ሓንቲ ዳርጋ ድሕሪ ሓንቲ ወርሒ ትወጽእ ሓንቲ ውድእቲ ስራሕ ኣላትና።

ብዙሕ ኣታዊ ዝርከብ ኮይኑ ይስምዖ ብመንጽር ናይቲ ዝተራእየቶ ማለት እዩ። ሕጂ እስከ ብዓቕምኻ ከመይ እዩ እዚ ናይ ዩቱብ ኣታዊታት ግለጸለይ።
ክምዚ ሓደ ክሊር ድኮነ ኣፍልጦ ብዛዕባ ዩቱብ የብለይን ምክንያቱ ኣነ ክሳብ ናተይ ቻነል ደይብለይ ማለት እዩ። ዝኾነ ብጣዕሚ ምስ ብዙሓት ሰባት ምስ ብዙሓት ቻነላት ዳርጋ ምስ ኩለን ቻነላት ስርሐ ናይ ካልኦት ደረፍቲ ማለት እዩ ደርፊ ማለት እዩ እጂ ልክዕ ዝኾነ ሓንቲ ባኒ ሓንቲ ባኒ ክልተ ቅርሺ እያ ትሸጥ ተባሂሉ ብክልተ ቅርሺ ኩሉ ሰብ ዝፈልጣ ረዲኻኒ ሕጂ ሓንቲ ሚልዮን በፂሓ ክንድዚ ልክዕ ዋጋ ዝኽፈል ሓደ ደራፋይ ሓደ ንፁር ዝኾነ መግለፂ ክሳብ ዘይሃለወ ከምዚ ከምዚ ኢልካ ደፊርካ ትዛረበሉ ከማን የለን ሓደ ኣብቶም ኣብቶም ስፖንሰራት ወይ ከዓ ኣብቶም ቻነላት ሓደ ጌጋ ክህሉ ይኽእል እዩ ምክንያቱ እውን ብልክዕ ክተፍልጦ ኣለካ እቲ ሰብ ኣታዊ እዩ ከምዚ ኣታዊ ከዓስ ምሽ ክበሃል ኣለዎ ሓደ ንፁር ዝኾነ መግለፂ የለን ሓቂ ተዘይተጋጊ ማለት እዩ ኣነ ከምኡ ንፁር ዝኾነ ሰሚዕለኒ ወላ ካብ ዕረፍትካ

ሕጂ ዳርጋ ዋን ፖይንት ፋይፍ ሚልዮን ናቕፋ ደለን ንመስለን ሰባት ክህልዉ ይኽእሉ እዮም። ወይውን ሓንቲ ሞዴል መኪና ክቕይር ዝጽበዩኒ ሰባት ይህልዉ ይኾኑ እዮም። ሕጂ ክሳዕ ክንድኡ ኣይኮነን እቲ ናቱ ኣታዊስ ማራ ዝተጋነነ ኣይኮነን። ኦፍኮርስ ኣታዊ ክህልዎ ይኽእል እንድዩ ግን ዝተጋነነ ኣይኮነን። ኮንሰርታትን ገለ መለ ዝሰርሖ እቲ ዝዓበየስ ብድሕሪኡ ድመጽእ ህይወትካ እዩ እምበር በታ ደርፊ ሻዕን ሻዕን ትረኽባ ነገር ኣይኮነን። ተሞክሮ ናይ ጓይ ናይ ማለት ናይ ኤክስፖዠር ናይ ሰብ ስለ ዘለካ ሓ- ኩሉ ግዜ ናይ ደረፍቲ እንታይ ትሕስበን እላ ዋላ ኣብ ዝረድዮ እውን ሓደ ሓደ እዋን የጋጥመና እዩ ላይቭ ምስ ሰብ ፍ- ክትራኸብ ከለኻ እቲ ካብ መስመር ሓደ ሓደ እዋን ውፅእ ገለ ትብል ኢኻ ወይ ሓንቲ ቃል ትሞልቀካ እሞ ገለ ንኸ- ንክትመልሳ ይኸብደካ ኣብ ደርፍኻ ካብ ላይን ውፅእ ተልካ እንታይ እ፣ ስጉምታት ትወስድ
ያው ሕጂ ክትተዓጻጸፍ እዩ ዘለካ በቃ እታ እታ ዝተጋገኻያ ጌጋ ክትደሃል የብልካን ወይ ክትፍለጥ የብልካን ንዓኣ ክትሽፍና ኣለካ ክትሽፍና ኣለካ ንኣብነት ኣብ ብሪጅ ከላ ታወካ ማይ ክስሕብ ኣቢልካ ክትደርፍ ትደሊ ሙዚቀኛ ካን ልክዕ በታ ናትካ ደርፊ እዩ ክደርፋ ዘለዎ ተረዲካኒ ማይ ንኣብነት ኣብታ ስሕብ ተበልካ ሳዕሲዒት ኣምሲልካ ትቕጽላ ክትበሃል ዘይብልካ በቃ ወጣ ዓጠፍ ኣለካ ኣብ ስቴጅ ወጢኻ ክትበሃል ዝበሃል የብልካ ቁሩብ ከፍርሒ ገለ ክስማዕካ ማስ ብዙሕ ዝበለ ሰብ እክብ ገለ ኢሉ ዓይኒ ዓይንኻ ክጥምተካ ከሎ ገለ ዋ ኣነ ስሓቅ ሓሽ ድሓኒ ተበዚሖምለይ ከማን ደስ ብለኒ ካብ ክውሕዱስ ኣነ ድመሰጠና ሓንቲ ኣብታ ክሊፕካ እውን ሳዕስዒትካ እዩ ማለት እቲ ሳዕስዒትካ ከምዚ ናፅነት ነበሮ ሳዕስዒት ርእልካ ፍሱህ ዝኾነ ሳዕስዒት መብዛሕትኦም ክስ ኣብ ማለት ኣብ ብዙሓት ክርኢ ክስዕስዑ ከለዉ ቁሩብ እስር እዮም ይስዕስዑ እሞ ሕጂ ቁሩብ ኣብቲ ተራኣይነት ይጎድል ማለት እዩ ወይ ኣብቲ ሰሓብነት ይጎድሎም ናትካ ግን ናጽነት ነርካ ከመይ ርካ ትነጥረላ ነርካ ክንዱ እታ መርከብ ከማን እንዳይ ግን ጽቡቕ ምንቅስቓስ እስካ ሕጂ በረኸት ናብቲ ቀንዲ ዕላልና ክንኣቱ ኣቐድም ኣቢልካ ብዛዕባ

ናይ ዳናይት ከም ሰብ ሃበኒ ፍቅሪ ናይ ሳባ በዓል ኮቦሮ ሃረርታይ ናይ ኤደን ናይ ኤደን ግዜ ኣሎ ኤደን ተከስተን ግዜ ኣሎ ግዜ ኣሎ ናይ ናይ ሩፍታለም ናይ ሙሉይ ናይ ሰሎሙየ ዝበሎ ይበል። ቀዳመይቲ ዝሰራሕካያ ዜማ ከ ኣይነይቲ እያ? ትግርም ኢካ ቀዳመይቲ ስራሕ ዝሰራሕኩዋ እዛ ናይ ኤልል ንዓይ ኣስሪሓያ እያ። እንተደይ ተጋጌኩም እዚ ኩሉ ደርፍታት ዝበልካዮ ኣብ ውሽጢ እዚ ክልተ ዓመት ዝፈረየ ደርፍታት እዩ። እስከ ነዚ ኩሉ ዜማታት ክሰርሕ ብከመይ እዩ ዝመጸልካ ማለትሲ ኦርጋን ምስ ሓዝካ ድዩ ዝመጻልካ ብከመይ ገርካ ኢካ ትሰርሖ? ኣነሲ እዚ ናይ ተውህቦ እዩ ዝብሎ ናይ ኦርጋን ከማን ኣይኮነን ዝገርመካ እቶም ኦርጋን ድብሉ ከማን ኣይ ዳርጋ ኦርጋን ድሃርን ዜማ ትሰርሕ ሰብ ከማን ኣይፈልጥን እየ ኣነ ማለት ክሰርሑ ከደለዮም ግን ብዙሕ ኣይክኸውን እዩ ቀንዲ ነገር ሲ ተውህቦ እዩ ተውህቦ ክህልወካ ከሎ ብዘይ መሳርሒ ሙዚቃ ከማን ክትሰርሕ ትኽእል እዩ ሜሎዲ ሕጂ እዚ ክብለካ እዚኤን እኮ ሃንደበት ስለ ዝሓተትካኒ ናብ ጥራይ ንመጻኒ እምበር ልዕሊ ሚእትን ሓምሳን ሜሎዲ እየ ሰሪሐ ዘለኹ ሚእትን ሓምሳን። ናይዞም ፍሉጣት ኣብዛ ጥራይ ዝጸንሓ ጽቡቅ ተሰምዓሎም ማለት እዩ። ኣዝዩ ብዙሕ ዜማታት ኢኻ ሰሪሕኻ። እስከ ግን ብዓይኒ ሓቂ ክንዛረብ ከለና ንኽንድዚ ዝኣኽሉ ኣዝዮም ብዙሓት ደረፍቲ ሰሪሕካ ክነስኻሲ እሞ ኸኣ እዚ ድምጺ ከለካ ንምንታይ ንነብስኻ ከምኡ ደይሰራሕኻላ? ኣይ ሕጂ ከምኡ ትብል እንዲኻ? ከምዚ ሓንቲ ስራሕ ምስ ሰራሕኳስ ከምዚ ክሳዕ ክንድኡ ሓቂ ሓሽ ሱሳዕ ኣይኮንኩን ዝሰራሕክያስ ደራሲ ኣይኮንካስ ንዓኻ ክት ክስታይ ክተብለሉ ኢኻ ትስስዕ ኢኻ ከምዚ ከም ግን ሓደ ንዓይ ስርሐይ እንድዩ ኣነ ደሪሰዮ ካልእ ደራፋይ ዕብ ኢልካ ክትሪኦ ከለኻ ከኣ ብዓይኒ ኣፍሊጥካ ብጣዕሚ ክስምዓካ ዓጋበት ቀሊል ነገር ኣይኮነን ሓደ ደራፋይ። ሕጂ ከምኡ ሰዱ ይብለኒ እዩ ከማን ነይሩ ይብለኒ ነይሩ ብፍላይ ተሓንተ ዝበልኩካ መሳርሕተይ ዳንኤል ኢንፊኒቲ ኣንታ ንዓኻ ከደይ ትሰርሕ ይብለኒ ደይ ትሰርሕ ስኻስ ንሰብሲ ትሰርሕ ኣለኻ ደይ ትሰርሕ ደይ ጨቕጨቑ ጨቕጨቑ ኣብ መወዳእታ በቃ ብሰ ዳርጋ ብሰንኩ ብናቱ ጸቕጢ ሰሪሐት ኣላሚዳ ሕጂ ክንክንታይ ኣሎ እንዳሰርሕካ ከለኻ ጥዑም ጥዑም ይጥዕመካ እዩ ገንዘብ እውኻ ትሰርሕ ሕጂ ኣሎ ከኣ እቲ መነባብሮ ከኣ ኣሎ ብኮታት ናይ ፋሚሊ እንታይ ክትሽፍን። ኣሎ ኩሉ ሰብሲ ኣሎ ጸጸገማት ኣሎ ኣብ ገዝኡ ጸገማትካ እንዳ ፈታሕካ ዋላ ውን ከም ደራፋይ ከም ንደርፊ ዝከውን ወጻኢታት ውን የድልየካ ዩ ንዕኡ ውን ብኮሚታት ዩ ክሽፈን ዝክእል። ሕጂ ብጣዕሚ ኢካ ትሕቅ ኣነ ሕጂ ብጣዕሚ ዩ ዘሕጉሰኒ ብናተይ ደርፊ ብናተይ ደርፊ ካልእ ደራፋይ ወጺኡ። ጽቡቅ ተዓዊቱ ክርኢ ከለኩ ምናልባት ልዕሊ እቲ ደራፋይ ይሕጎስ ክከውን እየ ዝብል ኣነ ብጣዕሚ እየ ዝሕጎስ ብጣዕሚ።

ኣታትኩም ኣስምዕዮ እንድየ ጽቡቅ ኣይኮነን። እየ ብዝኮነ ሚድያ ኣይስም ኣይመልጥን እኳ ኣነ። ግዜ ኣለውካ ኣሕ ናይ ብሓቂ ጽቡቅ ሜሎዲ ዘለዋ ደርፊ እያ። ሙዚቃ ዓለም ለኻዊ ቋንቋ እንድዩ ብፍላይ ኣብ እቲ ናቱ ሜሎዲ መጺኻ ማለት እዩ። ካብ ትግርኛ ወጻኢ ከ ናይ ካልኦት ቋንቋታት ፈቲንካ ዶ ትፈልጥ? እወ ኣነ ክሰርሕ ይኽእል እየ ስለምንታይ ኣብቲ ላዕሊ ከምዘለኹ

ሓንቲ ዓባይ ደራፊት። ሙሉእ ሓላፍነት ሂባ ንዓይ ክብል ከብደኒ ከሎ። ብድሕሪኡ በቃ ማራ ተሓጒሰ። ሄለን መለስ ትኣክል ሓንቲ ዓባይ ደራፊት። ደርፊ ናታ እናሰማዕኩ ዝዓበኹ። ሙሉእ ሓላፍነት ሂባ ደርፊ ክሰርሓላ ንዓይ ምስ ሃበት። ብድሕሪኡ በቃ እዚኣ ምስ ሃቡኒ በቃ ልክዕ ነብሰይ ከም ሓደ ሙሉእ ዘያማይ ዝቖጸርኩላ መዓልቲ'ያ ማለት'ዩ። ፖይንት ኦፍ ኖ ሪተርን ይብሉዋ ከምዚ። እታ ዘይትምለሰላ ትፈልጠላ ነጥቢ እሞ እስኻ ከኣ እዚኣ ብትኽክል ካብ ሓዝካያ ጽቡቕቲ ዓይነት እያ እታ ደርፊ እሞ ተዘርግሕትን ዘላ ሓራይ
ካልእ ደስ ትብለካ ዜማ ከ ብጣዕሚ ንዓይ ሕጂ ደስ ትብለኒ ሓድሽ ሓድሽ ፈቲኻ ደኣ ከይትብለኒ እምበር ናተይ ደርፊ ኣላ ሃና ትበሃል ናተይ ደርፊ ንዓ እየ ዝፈትዋ ብጣዕሚ በቃ ኣብ ዜማታት ዝሰርሖ ብሕጂ እያ ቪድዮ ክሊፕ ዝሰርሕ ሃና ትብል ደርፊ ክንጽበየልካ ኢና ማለት እዩ ጽቡቅ ሃና ምስ በልካስ ተዘኪርኒ ቅድሚ ሕጂ ሃና ገለ ክልተ ደርፊ ገለ ፈልጥ እየ ምስለኒ ሃና ዝብላ እቲ ዘይተጋግየ ናይ ወዲ ባይረ ነራ ሓንቲ ናይ ተክለ ህውከት እውን ኣላ ኣላሚዳ ዋላ ናይ ናይ ዕቋይ መስፍን ደርፊ ኣላ ኣላሚዳ ኣላሚዳ ንምንታይ ኢኹም ተመሳሳሊ ኣርእስቲ ናይ ደርፊ ትመርጹ? እታ ሂወትና ሓንቲ እያ ተረዲኻኒ ኣብዛ መሬት ዘላ ሂወት ሓንቲ እያ ጥልመት ኣሎ ፍቅሪ ኣሎ እቲ ሂወት ሩቲን ሓድሽ ሂወት ኣይትነብርን ኢኻ ካብ ሰብ ወጺኻ ማርሴካ ካልእ ሂወት ትነብር ኣይትህሉን ስራሕ ግን ከመይ ጌርካ ትሰርሖ እዩ ሽኮር ሽኮር ተባሂሉ ሕጂ ብዘይ ግዜ ሽኮር ሽኮር ተደሪፉ በዓል ኣብርሃ ደሪፎሞ በዓል ሮቤል ሽኮር ደሪፎሞ ብዙሕ ግዜ ተደሪፉ በብናቶም ኣበሃህላታት ስለ ዝተደገመ ኣይሰልቸዎን ተረዲኻን ኣብ ናቱ መቀረት ኣለዎ ብኸመይ ዓይነት ብሉጽ ስራሕ ትሰርሖ ጥራይ እዩ። እስኪ በረኸት ንስኻ ልክዕ ከም ዘያማይ ከም ደራፋይን ብዝያዳ ቅርበት ትህልወካ ክውን እዩ ናብቲ ናይ ሙዚቃ ናይ ብሓፈሻ ናይ ሃገርና ክንብል እሞ ካበይ ናበይ ይኸይድ ኣሎ ትብሎ ሙዚቃ ናይ ሃገርና ወይ ኣበይ ደረጃ ኣሎ ሕጂ ምበልካዮ?
ኣብ ምዕባለ ናይ ሙዚቃ መጺኻ ብጣዕሚ ነፊዐነ ኣብዚ ምዕባለ ሙዚቃ ካበይ ናበይ እዩ ንዝብል ከዓ ሽሙ ነዚ ወከልቲ እዮም መወልቲ እንታይ ዓይነት ሙዚቃ ክስራሕ ኣለዎ እዮም ካብ መሰረቱ እዮም ዝእዝዞ እዮም ኣነ ኣብ ሰዓት እዚ ንዓይ ጓይላ ርሱን ጓይላ ስርሓልና ጥራይ ዝደሊ ሰብ እዩ ድመጽ ስፔሻል ከም ነበርቲ ማለት እዩ ካብዚ ወጻኢ ከኣ ካልእ ኣርት ክፍተሽስ ጽቡቅ ኔሩ እዚ ጓይላ ዝስርሓሎም ዘሎ ምክንያቱ ንዕኦም ጓይላ ተራእዩሎም ጓይላ እዩ ገንዘብ ከምጻሎም ዝክእል እቲ ዝቅርብ ደርሰ ዝፈታ ሞር ናብቲ ናይ ጓይላ ገጹ ይከይድ እዩ ኣቲ ናይ ጓይላ ጽቡቅ እዩ ዘሎ ገለ ገለ ውሑድ ዘመናዊ ከኣ ይስርሑ። ዘይመስርሑ እዩ ምክንያቱ ከኣ ቅንቅናይ ግን ነበርቲ እዩ ማለት። ፅቡቅ ግን ንመወልቲ ጥራይ ዶ ክንገድፎ ሎም ኣለና ኩሉ እቲ ጉዳይ ማለት ተራ ናይ ደረፍቲ ወይቶም ቶም ካልኦት ኣካላት ሕጂ ብሰንኪ መወልቲ ክብለካ እየ በቲ ከዓ ብሰንኪ እቶም ተዓዘብቲ ከዓ ጎንፂ መወልቲ እውን እኮ መወልቲ ከምኡ ክስራሕ ደልዮም ኣይኮኑን ተዓዘብቲ እንታይ ይደልዩ ኣለው ጓይላ ስርሓለይ ኢልና ኣነ ዘመናዊ ስርሒ ሂቦ እንታይ ምስልካ እየ ገንዘብ ዝደሊ ጓይላ ስርሓለይ ትብልኒ ከመይ ዝበለት ምቅርቲ ጓይላ ስክትሽን ተብል ጓይላ ሰሪሐ እየ ማለት ሕጂ እዚታትሲ ፀገም ኣሎ ማለት እዩ ዓወ። ሓፈሻዊ ብሓፈሻዊ ክረኣ ዘለዎ ነገር እዩ።
ኣብ ከመይ ኩነታት እዩ እቲ ዜማ ምስራሕ ዝመጻልካ? እንታይ ሙድ የድልየካ ወይ ወይ እንታይ ፕራክቲስ ትገብር? እወ ሕጂ
ፕራክቲስ እኳ ከምዚ ከም ዝብለካ ንዓኻ ንመማዕበሊኻ ዝተፈላለየ ዓይነት ሙዚቃ ክትሰምዕ ጽቡቕ እቲ ሙድ ዝበልካዮ ግን ሙድ ብጣዕሚ ዜማ ምስራሕ ብጣዕሚ ናይ ሓንጎል ናጽነት ዝህብ ሓንጎልካ ብጣዕሚ ነጻ ክኸውን ኣለዎ ሽዑ እዩ በቃ ጥዑም ዜማ ዝሰራሕ ዝሰማዕካ ተፈራሪቕካ ርእስኻ ተረቢሹ ደኺምካ ገለመለ ዝስራሕ ኣይኮነን ከምዚ ናጽነት ይደሊ ኢኻ ዋዕዋዕ ብዙሕ ገለመለ ክትሰምዕ የብልካን ክትርበሽ የብልካን ገለመለ ዘለኻዮ ቦታ ህዱእ ክኸውን ኣለዎ ሕጂ ካብ ሙድ ናብ ሙድ ይፈላለ እዩ ካብ ዘያማይ ናብ ዘያማይ ካብ ጸሓፋይ ናብ ጸሓፋይ ይፈላለ እዩ ናቶም ዝሰርሕሉ ስራሓት ማለት እዩ ሕጂ እዚ ናተይ ሙድ ክኣ ፍልይ ዝበለ ክከውን ይክእል እዩ ኣነ ሕጂ ዝበዝሕ ይገርመካ እዩ ከምዚ ኣብ ገዛ ተዓጽየ ሕጂ ናተይ ገዛ እየ ተካሪየ ዘለኩ ኣታ በይነይ ካብ ገዛ ወጻኢ ድመጻኒ ዝበዝሕ ስራሕ ስራሕ በቃ ንሓን በል ገለ ገዜ ገለ ክመጽእ እዩ ኢለ ምስ ከድኩ ኣብ መንገዲ ኣብ መንጎ ሰብ ከለካ መጻካ ሹሒን ትብሎ መጻለይ ኣዎ ኣብ ኣብ ኣስመራ ኣብ ኤርትራ ከለኩ ድዩ ዝሰዓሲ ንከተማ እንዳከድኩ ታክሲ ትክስቀሲ መፅያትኒ ዜማ መፅያትኒ ኣብቲ ናይ ብሎኮ ከባቢ ይቃሓልከይ ገዛይ ኣብይ ይመልኣ እንዳመልኣክዋ ከለኩ ታክሲ ታክሲ ኖኖ ክልተ ሰብ ክልተ ሰብ ገለ ብል ነይረቲ ናይ ታክሲ ታክሲ ማለት ክልተ ሰብ ክልተ ሰብ ልክዕ እሳ ተመሊኣ ምስታ ዝመልኣ ነበርኩ ዜማ ማለት እዩ ክልተ ሰብ ክልተ ሰብ ክልተ ሰብ ሕጂ ኣነ ከዓ ኣብ ናተይ ዘለኩ ኣይርድኣንን ዘሎ ካብ ካብቲ ናተይ ድምፂ ንላዕሊ እታ ናቱ ክልተ ሰብ ክልተ ሰብ ተመሊኣ ሽዑ እንዳሰማዕክዋ ከለኩ ክትሕዞ ነቲ ኦርጋኒስታስ ክልተ ሰብ ክልተ ሰብ ግን በጃኻ እዚኣ ከይትገድፍዋ እዚኣ እትዋ ከምዚ ከምዚ ናይ ራፕ ዓይነት እታ ክልተ ሰብ ክልተ ሰብ ከየእትፍውላ ምስታ ናይ ግጥሚ ገለ ገለ ግበርዋ ገለ ይብሉ እንድየ ርሳዕ ከምሳስ የጋጥም እዩ የእቲኹማ ደሞ
ኣበይ ግነት ዋላ መሳጢ ግን ኣብ ሕጂ እቲ ናትካ ሙድ ኣብ ድመ ጸዶ ክንብሎ ንኽእል ዋላ ኣብ ኣብ እ፣ ግድን ካብ ገዛ ምስ ወጻኻ እዩ ዝበዝሕ ዝመጻልካ ይመጸካ እዋይ፣ ኣብ- ይመጸካ እዩ ከም ኣብ ደይ ሓሰብካዮ ዝብለካ፣ እዋን እዩ ኣብ ገ- ኣብ ዝመጻካ ገዛ ዓይነት። ኮፍ ኢልካ ይመጸካ እኮ እዩ ክትሰርሕ ትኽእል ኢኻ ክገርመካ ሕጂ ፍሉይ ግን ኣሎ ሙድ በቃ ይመጸካ ሃንደበት ይመጸካ እዩ እምበር ገዛ ኮፍ ኢልካ ግጥምኻ ሕጂ ምሂቦም ኦ፣ መዓስ እየ ዝሰርሕ በቃ ንከተማ ወፂእ ካልእ ገለስ ኣስቤዛ ክገብር ወፂእ ንበሎ ዋላ በጊዕ ክገዝእ ወፂእ ናብ ዕዳጋ በጊዕ ዜማት መጻኒ እታ ናይ ዋጋ ናይታ በጊዕሲ ኣብቲ መንገዲ ሰሪሐ መፅ ማለት እዩ ፅቡቅ ከምዚ ክትብሎ ፀናሕካ ሕጂ እቲ ዜማ ምስ መፃልካ ኣብ ሞባይል ትመልኦ ብድሕሪ ኢኻ ከድካኻ ናብ ስቱድዮ ከድካ ተስግሮ ማለት እዩ ዝበዝሕ ደርፍታትካስ ብከምዚ ኢኻ ዝሰርሑ ሕጂ ኣብ እዚ ከምዚ ብፍሉይ ዘጋጠመካ ወይ ገለ ካብቲ ፅት ወፃኢ ገለ ዘጓነፍካ እንታይ ኣሎ

ፈጣሪ ብሩክ ይበል ልክዕ ከምቲ ተሓጉሱ ዘሎ መንእሰይ ልክዕ ነዚ ናይ ሓጎስ ስሚዒት ካኣ የንጻባርቆ ማለት እዩ ልክዕ እቲ ፊሊንግ በቃ እስካ ኢካ እቲ ስሚዒታት ናይ ሰባት ኢካ በቃ ፊል ትገብሮ እሱ እዩ ካብ ውሽጥካ ካኣ ልክዕ ተሰሚዒካ ካብ ውሽጥካ ካኣ ትደፍኦ ማለት እዩ ልክዕ ከምዚ ደርፊ ማለት እዩ ከምዚ ዝድረፍ ደርፊ ደሪፈ ኣብ ስትድዮ እትየ

ባሕታ እዚኣ በጃኻ ህጽጽቲ እያ በቃ ሕጂ ህጽጽቲ እያ ብሉኻ ነቲ በቲ ከኣ በጃኻ ከተጥዕማ ኣለካ በቃ ከም ናይ ኩስቶ ክትገብራ ኣለካ ልክዕ እቲ ህርመታት ሕጂ ኩሉ ነገር ብሓንሳብ ደልዮ በቃ እቲ ቅልጣፈ ደልዮ እቲ ጽባቐ ከኣ ደልዮ ሕጂ ጽባቐ ከኣ ጽበ ተኾንካ እኹል ግዜ ክትጽበ ክትህወ ኣለካ ኣብ ከምዚ ሽዑ በቃ ኩሉ ነገር ይስረበካ በቃ ምኽንያቱ ብዙሕ ነገር መእሰሪ ገይሮም እዮም ሓንጎልካ ዝኣስሩ ሕጂ ኣይመጻለይን ይቐልጥፍ ሽዑ ይነግሮም እየ ከምዚኣ ከምዚኣ ከምዚኣ ኩሉ ግዜ ግድም ክትብሉ ኣለኩም ብሹዕ ናጻ ኮንካ ድሕሪ ክልተ ሰለስተ መዓልቲ ትሰርሖ ማለት እዩ። ካብኡ ንላዕሊ ግዜ ብዙሕ ኣይወስደለይን። ይተሃላለኹ እየ። ኦህ ትተሃላለኽ ኢኻ። ህልኸኛ እየ ደሓን እየ። ራኢ በረኸት ዑቕባሚካኤል በራሙ ዕላልና ዳርጋ ናብ ምዝዛሙ እዩ ዝኸይድ ዘሎ እሞ ሕጂ ከተመስግኖም ትደሊ ሰባት እንተ ኣሎ ዕድል ክህበካ። እሺ የቐኔለይ ብመጀመርያ ንዓኹም የቐኔለይ ተገዲስካ ነዚ ብዓቕመይ እዘን ውሑዳት ስራሕ ተገዲስካ ኢንተርቪው ንኢንተርቪው ዝኣክል ስራሕ እኳ ይሰራሕኩ ነይረ ዝኾነ ቴንክ ዩ ኣብ ካልእ ኣጋጣሚ ስጋ ንረኸብ መጀመርያ ንዓኹም ክምስነኩም ደሊ ንመቐፃል መሳርሕተይ ዓርከይ ሓወይ ዋላ ክብለውን ዳንኤል ሓድሽ ኢንፊኒቲ ብጣዕሚ ነመስግኖ ኣብ ኩሉ ስራሓትና ዝበዝሕ ስራሓትና ብሓሳብ ኢና ንሰርሖ ኣብ ኩሉ ህይወትና ከዓ ተመካኪርና ኢና ንኸይድ ንዕኡ ብልቢ ከመስግኖ ፈቱ ብምቕጣል ንሰለሙ ገብሪ ህይወት መሳርሕተ ይስውን ብጣዕሚ እየ ከመስግኖ ደሊ ብጣዕሚ የመስግኖ ኣብ ሙዚቃ ዓለም ክጅምር ከለኹ ኣንፈት ዘትሓዘኒ ሄርሞን በራኺ ብጣዕሚ ከመስግኖ ይደሊ ሽደን ሰለሙን ኣብ ደገ ዝርከብ ንስውን ኣብ ኣዲስ ኣበባ ምስ መፅኣኹ ብዙሕ ናይ ስራሕ ዕድላት ዝፈጠረለይ ብጣዕሚ የመስግኖ ካልኦት ብምሉኦም ሙዚቀኛታት ኣለዉ ሽሞም ዘይጠቀስክዎም ብሓፈሻ ኩሎም ደገፍተይ ብጣዕሚ የመስግኖም Thank you። ኣነ ድማ ብስመይን ብስም ሬድዮ ጃይሮን ስለቲ ዝሃብካና ጥዑም ዕላል ኣዝየ የመስግን። ዝኸበርኩም ተኸታተልቲ መደብና፣ ምስ ናይ ሎሚ ጋሻ ጃዮ ዝገበርናዮ ዕላል ኣብዚ ዛዚምና ኣለና። ሬድዮ ጃዮ ንዕስራን ኣርባዕተን ሰዓታት ብኢንተርነት ኣብ ሞባይል ዝፍኖ ነጻ ናይ ሬድዮ ማዕከን'ዩ። መደባትና ንምክትታል ኣብ ፕለይ ስቶር ኣቲኹም ጃዮ ሬድዮ ኢልኩም ክትጽዕንዎ ትኽእሉ። ንበረኸት ዓቝባሚካኤል በራሙ ከተመሓላልፍዎ እትደልዩ መልእኽቲ ምስ ዝህሉ ወይ ድማ ብሓፈሻ ኣብ መደብና ንዝህልወኩም ርእይቶ ድማ ኮመንት ክትጽሕፉልና ንምሕጸን። ኣብ ቀጻሊ ካልእ ጋሻ ሒዝና ክሳብ እንምለሰኩም